ስለዚ ሕጂ ንሕና ኣብ መንጎ ህዝቢ ኣብ ማእከል ህዝቢ ዘለና ሰባት ኢና። ደዊሉ ዝስእነና ሰብ የለን። ጸዊዑ ዝስእነና ሰብ የለን። ዓዲሙ ዝስእነና ሰብ የለን። እንተዘይተደሊና ከም ንድለ ክንገብር ኢና ብኩሉ ኣማራፅታት ብኩሉ ኣማራፅታት እዩ ዘለካ ንስዕሮ ዘለና ክንስዕሮ ኢና ክንመዓዓዶ ዘለና ክንመዓዓድ ኢና ክመኽረና ዘለዎ ከዓ ክንምክር ንኣብነት በዚኣ ክዓፅወልካ ሓደ ዝፈትዎ ወያነ ኣለዎ ዝፈትዎ ማለት ክብለካ እቲ ግልፁነት ናቱ ካብቶም ተጋደልቲ ኮይኑ ኣያና ሙሴ ዝበሃል ውፉይ 15 ዓመት ኣዳና ገይርና እዩ ኣቢስ እኮ ዓመፅ እኮ ኣበይ ፈልጠና 15 ዓመት ማእሰር ህንፃ ኣበይ ውድብ ነይራ ኣበይ ርኢኹም ይፈልጥና ኣበይ ኢና ንፋለጥ መሰሉ ብዘይካ ኣብዛ ናይ ብርጌድ ንሓመዱ ኣብ ስደት 15 ዓመት ኣይገበርኩን ኣነ ግደፍ ካብ ቃልሲ ስደት ካብ ዝመፅእ ሲ 15 ዓመት እውን ኣይገበርኩ ገና ኣይመላእኹን ማለት ስለዚ ሰብ ክትነቕፎ ክትምዕዶ ክትመኽሮ እውን ግዜ ክትቦ ክትገራ ብዛዕባኡ ክተፅንዕ ክትገራ ኣርቲኩለይት ዝኾነ ንዕኡ እውን ዘዕብዮ ነቐፌታ ካብ ዝህቡ ክኢላ ክተዕንዎ እንተደሊኻ ብቐሊሉ ንቁርጦም ሰባት ኣይኮነ ክሊር ክሊር ብቐሊሉ ርግፅ ኣቢልካ እናተሓልፍ ሰባት ኣይኮነ እዚ ንፁር ነገር እሞ ሕጂ ናብ ዳዊት ትሓልፍ ትኽእል ኢኻ ብፍላይ እቲ ምስ ገንዘብ ዝተሓሓዝ ጠዋሪና እንዲ ናብኡ ትሓልፍ ትኽእል ኢኻ ቴንኪ እስኪ ኣብ ኮለካ ቀይዲ ምዕፃብካ ተሓታትነት የለ ፅቡቅ ንካ መሊስካ ግን ኩሉ ትገብርዎ ናይ ቤት ምክሪ እውን ተንኪፍካ ይፀኒሕካ ክንዕውን ተንደለ ብኡ ጌርና ውድብና ሒዝና ምጠፋእና ገለልካ እዚ ኩሉ ትገብርዎ ዲፕሎማሲ ይኹን ካልእ ካልኦት ከምቲ ዝበሃል ናትኩም ጥራይ ድዩ ወይስ ንመን እዩ ተሓታትነትኩም እሱ ክሌር ተትገብሮ ፅቡቅ ነይሩ ነቲ ዘቆምኩሞ ቤት ምክሪ ድዩ እቲ ትኸድዎ ከይዲ እውን ትብልዎ ድዩ ትሰርሕዎ ድዩ ብዛዕባ ኣብ ባሕሪ ዘመልከተ ክኸውን ይኽእል እዩ ኣብ ካልእ ካልእ ኣየናይ ምርኩስ ዝገበረ እዩ ኢኹም እቲ ቀንዲ ትሰርሕዎ እንደገና ተሓታትነቱ ኸ እንታይ እዩ እቲ ቤት ምኽሪ ድዩ ወይስ ናትኩም ማእከላይ ሽማግለ ድዩ ብኸመይ ኢኹም ትሕዝዎ ወይ ብኸመይ ክተሰናድእዎ ንሳ እንተተንክፋ ፅቡቅ ነይሩ ድሕሩ ናብ ዴብ ምኸድኩም ኩላቶም ነናቶም ተሓታትነት ነናቶም ስልጣን ማእከላይ ሽማግለ ናይ ፖለቲካ ናይ ዲፕሎማስን ዝመርሕቲ ኣብ ባይታ ቤት ምኽሪ ከዓ ሕጋጋ ኣካል ሕጋዊ ከይድታት ዝከታተል ኣነ ካብቲ ሕጊ እንተወፅእ ቤት ምኽሪ ዝሓትት ኣጀንዳይ እውን ምዕዩ ዝኸውን ናይ ሰለስተ ወርሒ መደብ እዚ ንዝና ናይ ኣርባዕተ ወርሒ መደብ እዚ ንዚና ተፈፂሞም ዘይተፈፀሙን ከዓ ኣብቲ ብሕጊ ዘቐመጥናዮ ኣብ ሰለስተ ወርሒ ይርክብ ኣብ ወርሒ ድዩ ኣብ ህፁፅ ዲና ክንራኸብ ገዛ ኣለና ቤት ምኽሪ ይበሃል ስለዚ ኣብ ሰለስተ ወርሒ እንድሕር ኮይኑ ዝሕግና ኣብ ሰለስተ ወርሒ ከይድና እተን በዚኣን በዚኣን ምስ ባጀተን ምስ ንብረተን ዝፀደቓልና ኩለን ነገራት በዘን መንገዲ እዚኦ ከይድና ኢና ኣለና ኣብኡ ሕቶ ዘለዎ ርእቶ ዘለዎ ዝምጉት እውን ኣይተሳለጠን እዩ ኣይተሰርሐን እዩ ኣይበቃዕካዮን ዝብል እውን እንተሎ ሓጋጋ ኣካል ስለ ዝኾነ ንሱ እቲ ቤት ምኽሪ ሕጂ ኣብ ምጅማር ስለ ዘለና መጀመርታና እውን ስለ ዝኾነ ናይ ኣሰራርሓ ፀገም ከጋጥመና ይኽእል እዩ ፐርፌክት ዘይክንመፅእ ንኽእል ኢና ባጀት እውን እኮ ይብሉን ቤት ምኽሪ ቤት ፅሕፈት እውን እኮ ይብሉን ናይ ኦንላይን ቤት ፅሕፈት ከምዚ ክንገልፀልካ ኮልና ሲ ከም መንግስቲ ጌርካ ዝግለፅ ኣይኮን ሚኒስትርታት ኣለውና እዞም ትሽዓተ ዲፓርትመንታት ዝበልኳ ግን ቤት ፅሕፈት የብሎም ባጀት እውን የብሎም እንታይ ዳ ንገብር ዘለና ኣምር ኣምር ኢና ንተክል ዘለና ንሕና ሲ ተን ኩለን ዝሰራሕናየን ናብ ህዝብና እቲ ህዝብና ኣበይ ዘሎ ብወከልቱ ገይሩ ቤት ምኽሪ እዩ ባዕሉ ይኮነን ዝመፅእ እቲ ህዝቢ ኣብ ሃገር እውን እቲ ቤት ምኽሪ ዝበሃል ስልጣን ንህዝቢ ዝበሃል እቲ ቤት ምኽሪ እቲ ህዝቢ ይኮነን ባዕሉ ስልጣን ዝለ ስለዚ ንሕና ነዚ እና ኤክሰርሳይዝ ንገብር ዘለና ንላመደን ኢና እውን እኮ ዘለና ንበቕዕን ኢና ማለት ኣይኮነ ንመሃርን ኢና ዘለና እንዳንበብና ገሊ ዶኩሜንታሪ እንዳሰማዕና ናይ ከሊኦን ናይ ገሊኦን ሃገራት ተመኩሮ ናይተን ዝማዕበላ እንዳሰማዕና ኢና ኤክሰርሳይስ ንገብር ዘለና ኣብኡ እውን ኣለካ ኣኼባታት ነምሲ ንሓድር ኢና ዓብኡ ትሪኦ ንማጎት ንጋታዕ ንቋዮቕ ንጨቃጨቕ ገዛና ስለ ዝኾነ ናይ ዲሞክራሲ ገዛ ስለ ዝኾነ ብፍቓድና እውን ስለ ዝተመስለ ብፍቓድና ኮ ተመስሪት ስለ ብፍቓድ ማእከላይ ሽማግለ እዩ ተመስሪት ንሕና ፀዊዕና ኢና መስሪትና ኢና እቲ ማእከላይ ሽማግለ ቤት ሕጂ ሓደ ሓደ ሰባት ትሰምዕ ኢኻ ቤት ምኽሪ ንቕበሎ ኢና ማእከላይ ሽማግለ ግን ኣይንቕበሎን ይህ ሽፍታ ስለ ዝኾነ ሽፍታ ዝተቐበሎ ቤት ምኽሪ ከመይ ጌርካ ትቕበል ከመይ ጌርካ ትቕበል ክትቕበልና ኢደይ ይቕበላ እግረይ ግን ክቆርፃ ይበሃል መሓውር እዩ ስከሌተን ናይ ሓደ ባድ እዩ እቲ ግንባር በሎ እቲ ቤት ምኽሪ በሎ ሃገራት በሎ ሲ ሙሉእ ሰውነት ናይ ሓደ ሰብ እዩ ስለዚ ሕጂ ወይ ኤክሰርሳይስ ንገብሮ ኢና ናብ ህዝብና እዩ ተፀዋዕነትና ባይታ ሃገራት ባዕልና ኢና ፀዊዕናየን ናበን እውን ተፀዋዕነትና እቲ ካልእ እንታይ እዩ ዝመፅእ ዘሎ እንተኢልካ በቃ ናይቲ ቁኑዕ ህዝብና ሕቶ ክንምልሶ ኢና ምስ ግዜ ናይቲ ቁኑዕ ህዝብና ሕቶ ክንምልስ ኢና ብሕቶ ምሲሉ ካልእ መንገድታት ዝፈጥር ግን ነታ ዝኸፈልናዮ ዋጋ ክንብል ምግፋጥ ጥራይ ካልእ ወላ ሓንቲ የለን ካልእ ወላ ሓንቲ የለን ስለዚ ሕጂ እውን ስርሕ ቀኒና ኣለና ናብ ቤት ምኽሪ ኢና ክንመለስ ዜንዜን ሰሪሕና ኣለና ክንዚ ባጀት የድሊ ኣሎ ክንድዚ ንብረት የድሊ ኣሎ ክንድዚ ዓቕሚ ሰብ የድሊ ኣሎ ዝሕግዘና ኢልና ነቕርብ ኢና ቀፅል ዕቁቢታ በሪሃ ተኮይና
ግርም ይስማዕ ኣለኹ ዶ ኣነ ኮኔክሽን ለማዓት ዝኾነ ምንቅስቃስ ነይሩኒ ናይ ኮኔክሽን ፀገም ኣለኒ ተስፋ ገብር ብፍላይ ተኸታተልትና ተሸጊርኩም ዝሰምዑ ስለ ዘለኹም ብልቢ ይቕራ ተኸታተልኩም ፈቱ ዴቦ ይስማዕ ኣለኹ ደ ኣብኡ ከለኹም እውን

መስመር ኣብያቶ ኣሎ መስለኒ ዳዊት ካብታ ናተይ ክትቅፅል ትኽእል ኢኻ ምስ ህዝቢ ስለ ዘለና ፀገም የብሉ ኣብዛ ናይ ሚድያኻ ተመክሮ ኣላትኒ እንዲ ኣነ ዳዊት ባዕለይ ዋላ ክሓትት
ባዕልኻ ትመሓደር ትኽእል ኢኻ ኦኬ እንታይ ኣለኩም ከምዚ ዝሓለፈ ንሕና ዕድል ፅገብ ዝፈጠናዮ ኣብ ዓዲሲ ምምፃእ ገለታት ብዙሓት ኣማኸርቲ ኢና ንረክብ ሰባት ዝህቡና ባዕሉ ታሪክ ናይ ኤርትራ ናይ ውድባት ኣሎ ትመሃር ትኽእል ኢኻ ግሉፅነት መጀመርታ ነገር ሓሳብ መፅእ ኣሎ ነቲ ሓሳብ ይመጽእ ኣሎ፣ ገሊኦም ዝበሉ ሰብ ዝወንንዎ ይብግስዎ፣ ዜጋታት ከማና ተበጊሱ ምሳላ ሽዑ እቲ ህዝቢ ስዕበካ ጅምር ስዕበካ ጅምር ኣሎ ኩሉ ሻብ ክሳዕ ንሕፍሰካ ኮይኑ ተገብረ ኣለዎ መሰናኽል ዝፈጠልካ ዘሎ ተመሳል ቀዳመይቲ መሰናኽል ገንዘብ ተሓታትነት ሕጂ ንስኻ ከይተረዳእካ ኣብ መሰልካ ቻለንጅ ዝእትወካ ከይተረዳእካ

ሃብቶም ጸሊእካዮ ንበል በየነ ጸሊእካዮ ንበል ባጭትን ዕላማኻ ኤርትራ ምእታው ንሕ ኮይኑ ነቲ ሳልሳይ ኣካል ኣይትሃገር ኢኻ ኣለስ ካልእ ዕላማ እንዳሃለካ ተፈላለካ ስለዚ እዚ ፋሉልነት ከበሃል ፋሉል ጀባህል ፋሉ ዝበሃሉ ፋሉልነት ናይ ካይዳ ኣሎ ኣብ ተቃውሞ ናይ ኤርትራ ዲስፕሊን ኣይተለመደ ርዱእ ነገር እዩ ንሕና ክንሰራሓሉ ኣብዚ ተሓታትነት ኣሎ ዳዊት ትኸይድ ኣለካ ኣይትኸይድን ኢኻ ትሕኩኖ ትኽእል ንሕገይሽ ኣሎ ክይድ ኣሎ ማዕፆ ክኸፍት ኣሎ ነቲ ሓሳብ ናቱ መፂእካ ኣብ ዓመት መፂእ ኣብ ሽዱሽተ ወርሒ ገረ ገበካ መፂእካ ትሓትት ትኽእል ኢኻ መሰልካ እዩ ቁኑዕ ምሰል ኮነ ማለት ቁኑዕ ትሕቶ ቁኑዕ ማለት ኮነ ሰብ ዘሎ ይሓትት ይኽእል እዩ ኣንሕና መሰል ኣለና ንዝኾነ ሰብ ንምልሶ ንምልሶ በቲ ዝረኣናዮ በቲ ስራሕ ዘሎ ቢኮዝ እንታይ እዩ ዝምፅዎ ዘሎ እዚ እቲ ንሕና መገዲ ዝፈጠርናዮ ሰልሲ ዝነብር መገዲ ስለዝኾነ ኣብኡ ምክልኻል ናይ ሓበሬታ ስራሕና እዩ ግዴታና እዩ ኣብኡ እንድሕዘ ስራሕ ክኢልካ ናብ ካልእ ዘይኮነ መልሲ ምንታይ ካልእ ትሕግዝ ዘሊኻ ናብ ኢንፎርሜሽን ሊክ ይልፍጠልካ። ሊክ ማለት ሓበሬታ ምሉእ ዕጁም። ካብኡ ተኣማምነትካ ምስቶም መሻርትኻ እናጠፍአ እናሃሰሰ ይኸይድ። ኢዚ እዩ ቅድሚ ሕጂ ንዝሓለፉ ውድባት ዊክ ዝገበረ ኣብ ኣደንቲፋ ሕጂ ዲሞክራሲ ግዜኡን ሰዓቱን ኣሎ ኤርትራ እንድሕር ንሰብ ዝግባእ ተዓዊቱ ዋላ ግደፎ እቲ ህግደፍ ካብ ባባ ኢሳያስ መጺእካ ከም ዜጋ መሰል ናይ ሕጊ ኣለዎ ምሳኻ ግን ባባ ኢሳያስ ኢሎም ይቅበል ዓብዪ ሰብኣይ ስለዝኾነ ሽማግለ እዩ ንሕና ሪስፔክት ስለንስዓሰ ዘለና ሽማግለ ባባ ሃትፅኦ እያ ገለ ኢልካ እናበልካ ወላ ካልእ እንዳሓሰብካ ሱክ ድሓን ስለሰዓ ንግርግር ኣለና ሓቂ ሕጂ ኢዲ ኣተሓሓዛ ግዚኡ ሰዓቱ ስለዝኣኸለ ኢና ከምኡ ኣሎ ፕራይቬሲ ናይ ኢንፎርሜሽን ኣገዳሲ እዩ እዚ ዝሕግዘና ዘሎ ስጋ ሕጂ ሕጂ ኣብዚታት ኣሎ ገለ ዝበሃል ዘይበሃል ነገር ኣሎ ሕጂ እንድሕር ገለሎ ዓብዪ ንሕና ዝፅዕናዮ ዘለና እዚ ግንባር ናን ዲስክሎዥር ኣግሪመንት ዝበሃል መብዛሕትኡ ደጋፊ ምዕራብ ዓለም ዘሎ ናን ዲስክሎዥር ኣግሪመንት ማለት ብናታ ተባዕ ዝሰርሐ ሓበሬታ ዝፈለጥካዮ ደገ ኮንካ ሽልካ ኣይትዛረበሉን ኢኻ ኣብዚ ዝጓለፈና ብዙሓት ሰባት ደፈረሞ ንዓነ እንታይ ነገርና እዚ እም ሰባት ሜቢ ገለ ብጉለት ናይ ኢንፎርሜሽን ክኸውን ይኽእል ካልእ ናይ ተፋልልነት ናይ ተቃውሞ ልምዲ ነበረት ክፅልዋ ደልዮ መለፅ